ሰላም ከመይ ቀኒኹም ዝኽብርኩም ሰማዕቲ ኣብ ዝሓለፈ ዝተፈላለየ ዛንታታት ክንከታተል ቀኒና ኣሎና ንሕጂ ድማ ናይ ሓንቲ ሓፍትና ዛንታ ሒዘልኩም መፅ ኣለኹ ንዕላላ ጾሚቐ ናባኹም ከብለ ሰናይ ምክትታል። ሰናይቴ ዝበሃል ኣብ ሃገረ ኖርዌ ዝቕመጥ ክብሎ ዝደለኹ ኣሎ ኣብ ህይወት ናይ ሓንቲ ደቂቕ ጌጋ ንድሕሪት ክትመልሰካን ካብ ነብስኻ እምነት ክተሕድገካን ካብ ጌጋ መታን ነፃ ክትኮኑለይ ብፍላይ ደቂ ኣንስትዮ ናተይ ታሪኽ ከዕልለኩም ተበጊሰ ኣለኹ ካብ ገዛይ ክወፅእ ከለኹ ዝኣመንክዎ ሰብ ነይሩኒ ማለት ወለዱ ወለደይ መሪቖም ዘፋነውኒ ዝኣምኖ በዓል ኪዳነይ እቲ ጉዕዞ ናብ ስደት ኮይኑ መሪርን ኣድካምን ንህይወት ዝፍትንኒ ነይሩ መቸም ናይ ፈጣሪ ዓብዩ ኣብቲ ዝደለኽዎ ዓዲ ደሓን ይኣትየ ካብ ገዛና ሰብ ክኾኖ ንጎኑ ከማሙቕ ዘበገሰኒ በዓል ቃል ኪዳነ ድሌቱ ኣነ ኤውሮጳ ክሓልፈሉ እሞ ንሱ ክስዕበኒ እዩ ነይሩ እስራኤል ስለ ዝቕመጥ እቲ ዓዲ እውን ከምዘይጥዕመና ኣስተውዒሉ ናብዚ ኤሮጳ ክመፅእ እሞ ንሱ እውን ደድሕረይ ክስዕ ምስ ኣማኸረኒ ኣይደንጎኹን ቀልጢፈ ተቐቢለዮ ምስ ኣተኹ ክልቴና ሩፍታ ረኺብና ዳርጋ ሙሉ መዓልቲ ብዘይ ምቁራፅ ክንዕልል ክንፃወት እንውዕል ነርና ሞባይልና እውን ዝዕፀ ኮይኑ ኣይስምዓናን ፅባሕ ግን ናታ ጉዳይ ሒዛ መፅያ ኣብ ካምፕ ከለና ሓደ ወዲ ወደቓ ወዲቕኒ ብገርሀየ ተላለዮ ፍልይ እንተለዮ ንምንታይ ይብለኒ ውሽጠይ ግድን ምስኡ ክኸውን ይደሊ ከይረኣኽዎ እንተሓዲረ እንተውዒለ በቃ ቀጨውጨው ይብለኒ ስለምንታይ ከምኡ ይኸውን ነይረ ክፈትሖ ይከኣልኩን ፍሉይ በጃኹም ከምዚ ኢለ እንዳተጓዓዝኩ ተላሊና ኣብ ፍቕሪ እውን ኣቲና ኣስተውዕሉ፣ ምስ ሰብኣየይ ድማ ይቕጽል እየ ዘለኹ። መዓልታዊ ከዕልለኒ ኸሎ ኣለኹልካ እየ ዝብሎ፣ ግን ምስኡ ኣይነበርኩን። ካልእ ህይወት እዩ ስዒሩኒ። ምስክናይ ክንደይ ኣጥፊኡ ምስ ህንጥይነቱ ናብዚ ኣምጺኡኒ፣ መሊሰ ድማ በታ ፈቃርን ሓላልን ልቡ ተጻዊተ። ካብ ቀዳማየይ ዳሕራይ እዩ ዝገድድ። ምስቲ ምሳይ ዝነበረ ወዲ ኣብ ዓሚቕ ፍቕሪ ከለና፣ እታ ሓንትን ርግምትን ናይ ጌጋ መዓልቲ መጺኣ። ተጋግየ። ጠሊመዮ ስምዒተይ ስዒርኒ ውሽጠይ ከይሰዓርኩ ዓብይ ጌጋ ተጋጌ ምስ ተጋገኹ ድማ ተጣዒሰ መሊሰ ደጋጊመ ተጋጌ ድሕሪ ጌጋይ ግን ናብታ ጣዕሳየ ዝምለስ ስለምንታይ ከምዚ ይኸውን ኣለኹ ይብል መሊሰ ድማ ናብ ዝነበርክዎ ይምለስ ጊዛዊ ኣፍቃሪየይ ኮንግራ ሰሊጥዎ ኣብቲ ኣነ ዝነበርክዎ ካምፕ ገዲፍኒ ከይዱ ይናፍቖ ስለ ዝነበርኩ ደድሕሪኡ ናብቲ ዝተዋህቦ ገዛ እንዳኸድኩ ምስኡ ይሓድርን ይቕንን ነይረ። ኩሉ ግዜ ድማ ኣብታ ንራኸበለን ተጨኒቐ'የ ዘጨንቖ። ጌጋይ እንዳተረድኣኒ ስለምንታይ ሰብኣየይ ይከለኒ ምሳኻ ከምዚ ይገብር ኣለኹ ይብሎ። ኣብ በይነይ ኮይነ'ውን ንነብሰይ የዋርዳ። ተኸኽ ምስ ኣበልክዎ ንሱ'ውን ግድ'ዩ ገይሩ። ዘይተሰረተ ፍቕሪ ስለ ዝነበረ ካብ ውሽጡ ኣውጺኡኒ። እቲ ግዝያዊ ዝህበኒ ዝነበረ ክብሪ ግዜኡ ኣኺሉስ ኣብቂዑ። ከም ዘይነበርክዎ ገሪምዎ ዝሰረቶ ፍቕሪ ከም ዘይነበረ ገይርዎ ኪድ ምስ ሰብኣይኪ ኢሉ ብዘይ ክብሪ ካብ ገዝኡ ሰጒጉኒ ድሕሪኡ እዛ ነብሰይ ደጋጊመ ኣዋሪደያ ንዒቐያ ከምዚ ዘይትረብሕ ገይረ ወሲደያ መሊሰስ ክገድፍ ድየ መሲልኩም ሓድሽ ኣፍቃሪ ሒዘ ካልእ ህይወት መስሪተ ምስኡ ጽቡቕ ንኸይድ ነይርና ካብ ሰብኣየ እውን በብቑሩብ እንዳረሓቕኩ ከይደ ጠባየይ ፈጺሙ ተቐይርዎ ንኹሉ ስድራ ቤት እውን ነጊሩ እዚ ኣመላ ምሳይ ጽቡቕ የላን ኢልዎም ባዕሉ ሃዲኡ ምስ ሓተተኒ በቲ ዝገብሮ ዝነበርኩ ዕግበት ስለ ዘይረኸብኩ ኩሉ ነገር ዘርዚረ ነጊረዮ መሪር ብኽያት በኽየ ድሕሪ ጌጋ ኩሉ ግዜ ብኽያት ጥራይካ ትኸውን ከም ዝጠለምክዎ ኣነ ንዕኡ ከም ዘይከውን እውን ደጋጊመ ኣፍሊጠዮ ኣጆኽ ደሓን ዘይጋገ ሰብ የለን ካብ ጌግኡ ዘይእረም ሰብ እምበር ንስኺ ድማ ኩሉ ዝሓለፈ ሓሊፉ እዩ ጥራይ ሕጂ ኣብ ሓድሽ ህይወትን ኣብ ኪዳንክን ተመለሲ እዚ ለባም ዘረባ እዩ ተዛሪብኒ ብልቦንኡ ተሓጒሰ ኩሉ ነገር ካብ ውሽጠ ኣልየ ነቲ ምሳይ ዝነበረ ሰብ ገዲፈ ከም ቀደመይ ኮይነሉ ንሱ እውን ጽቡቕ ይምሳይ ነይሩ ኣብዚ ዓዲ ናይ ጥርናፈ መሊኤሉ ስለ ዝነበርኩ ክመጽእ ይጽበ ነይረ። ኢንግላንድ ሓይሽ ስለ ዝበለኒ ንሓሳቡ ቀልጢፈ ተቐቢለዮ። ሰሊጥዎ እውን ብሰላም ኣብ ዓዲ እንግሊዝ ኣእትዩ። ሓራይ እንኳዕ ብሰላም ኣተወ። እስከ እንታይ ትጽበዩ? ብጌጋ ዝተጨማለቐት ነብሰይ ብልቦና ምሽ ካብ ዓዘቕቲ ጌጋ ኣውፂኡ ንጌጋይ ሓዲጉ ከምቲ ኣነ ዝደልዮን ንሱ ዝብህጎን ህይወት ክንነብር ተራዳዲእና ኣሕ ዓለም መምሉእነት ዘይብላ ናይ ሓንቲ ደቒቕ ጌጋይ ንህይወተይ መሪዛ ካብ ኩሉ ሓድግ ገይራትኒ'ያ። ዓዲ እንግሊዝ እትው ምስ በለ ብሓንሳብ እቲ ዝፈልጦ ዘይኮነ ካልእ ሰብ ተቐይሩ። ሓዳር ምዃኑ ድሌተይ ተረዳዲእና ዝወዳእናዮ ተገምጢሉ ዓሚ ዝገደፍክዮ ሓዳር ሕጂ ንዓይ እንታይ ግበር ትብልኒ ኢሉኒ ናብ ካልእ ሕነ ኣእትዩ ሰምቢደ ኣብ ቤተይ በይነይ በኽየ ብጌጋይ ባዕለይ ንባዕለይ ተገሪፈ ንእሽተይ ዝመሰለኒ ጌጋይ ሓጎስ ዘምጽኣለይ ዝመሰለኒ ግዛዊ ደስታይ ነዚ ሕማቕ ህይወት ወሊድለይ መሊሰ ካብቲ ዝነበርክዎ ፍቕሪ ፍቕሪ ወሲኸ ንስኻ እኻ ናተይ በጃኻ ሕድገት ግበረለይ ኢለ ለሚነዮ በጃኻ ኩሉ ዝተጋግኾ ምሽ ብግልፂ ነጊረካ ስለምንታይ እሞ ሕድገት ዘይትገብረለይ ኢለ ደጋጊመ ደጋጊመ ደጋጊመ ደዊለሉ ኣይተቐበለንን በቃ ከምዛ ዘይትረብሕ ሰብ ገይሩ ወሲድኒ እቲ ዝገደፍክዎ ካልኣይ ኣፍቃርየይ እውን ነጊረዮ ኩሉ ዝተጋግኽዎ ንሰብኣየ ምስ በልክዎ ደጋጊሙ ነቒፍኒ ስለምንታይ ነጊርክዮ ፅባሕ ሰብ ኮንኪ ኣይትረኣየን ይኽኢልኒ ኣነ ግን ኩሉ ጌጋይ ምስ ነገርክዎ'የ ፎኺሱኒ። ኣብ ብርከይ ወዲቐ'ውን ንዒ ምሳይ ቀጽሊ ኢሉኒ። ላላእ ኣብ ቃል ኪዳነይ ይሕሸኒ ኢለ ብጽንዓት'የ ተጸቤ። ክቡራት ኣሕዋተይ፣ ንኹሉ ጌጋይ ብግሉጽነት'የ ክነግረኩም ጸኒሐ። ገሌኹም ከም ትጸርፉንን ከም ትጸልኡንን ይርድኣኒ'ዩ። ግን ጌጋ ኣየመክሕን'ዩ። ካብዚ ናተይ ተማሂርኩም ንመጻኢ ጌጋታትኩም ጥራይ ኢኹም ክትእረሙ ዘለኩም። መልእኽተይ ድማ ንእሽተይ ትመስለና ጌጋ ብፍላይ ንደቂ ኣንስትዮ ከቢድ ጸገም እያ ተምጻልና እያ ክብል ደልየ። ኩሉ ንገብሮን ንሓስቦን ረጊእና ክንፍጽሞ እየ ዝላቦ። ብፍላይ ኩልና በፍቀርትናን ሰብኡትናን ኤሮጳ ዝኣተና ደቂ ኣንስትዮ ንኸደሉ ዘለና ጎደና ብጣዕሚ እዩ ረሲሑ ዘሎ። እምነት ምቕታል ሰላምካን መጻኢኻን እዩ ዘጻርር። ወይ ኣቐዲምካ ከም ዘይትደልዮም ምንጋር እዩ ወይ ድማ ተዓዲብካ ኣብ እምነትካ ምጽናዕ እቲ ዝሓሸ ሕጂ እውን ጸሎተይ ሕድገት ገይሩ ኣለኹልኪ ጌጋ መናብርቲ ደቂ ሰባት ክብለኒ እዩ ድሌተይ ኩልኹም ኣወዳት ድማ ኣሕዋትኩም ስለ ዝኾንና ኣብ ቀረባ ምዃንና እውን ስለ ትፈልጡ በጃኹም ንጌጋና መሊስኩም ጌጋ ኣይትወስኹሉ። ክብራት ሰማዕቲ እዛ ክብርቲ ሓፍትና ታሪኻ ብግሉፅነት ክትነግረና ፀኒሓ እዚ ንዓና ዓብዪ ትምህርቲ ረኪብና ኣለኹ ከውን ተስፋ ይገብር ካብ ዕላላት ከም ዝሰምዖ ጠሊምዋ ጠሊማቶ ግኑን ናይዚ እዋን ዕላል እዩ ጥልመት ዝኸፍኤ ሕማም ምዃኑ ኣይንዘንግዓዮ። ዝተጠልመ ጥራይ ኣይኮነን ግን ዝኸፍኦ፣ ዝጠለመ ከም ዝኸፍኦ ውን እዚ ናይ ሰናይት ዓብይ ትምህርቲ ዩ ንዓና። ንሰናይት ድማ ኣጆኺ፣ ትብዒ፣ ከምቲ ንሱ ዝተዓገሰኪ ተዓጊስኪ ተጸበይዮ እሞ ሓደ መዓልቲ ካብ ጌግኡ ይባራብር ይኸውን ንበላ። ንሱ ድማ ከምታ ብልቦና ዝጀመራ ብልቦና ክቕጽል ንላበዎ። ጌጋ መናብርቲ ደቂ ሰባት ብምዃኑ ጌግኡን ኣበስኡን ነጊሩ ምሕረት ዝሓትት ሰብ ግን ምሕረት ይግበኦ እዩ ክሳብ ካልእ መደብ ሒዘልኩም ዝመጽእ ሰላምን ጥዕናን ንኹልና ኣኣብ ዘለናዮ

ሰላም ከመይ ቀኒኹም ዝኽብርኩም ሰማዕቲ ኣብ ዝሓለፈ ዝተፈላለየ ዛንታታት ክንከታተል ቀኒና ኣሎና ንሕጂ ድማ ናይ ሓንቲ ሓፍትና ዛንታ ሒዘልኩም መፅእ ኣለኹ ንዕላላ ጸሚቐ ናባኹም ከብለ ሰናይ ምክትታል። ሰናይቴ ዝበሃል ኣብ ሃገረ ኖርዌ ዝቕመጥ ክብሎ ዝደለኹ ኣሎ ኣብ ህይወት ናይ ሓንቲ ደቂቕ ጌጋ ንድሕሪት ክትመልሰካን ካብ ነብስኻ እምነት ክተሕድገካን ካብ ጌጋ መታን ነጻ ክትኮንለይ